ኣዘራራቢ ኮይኑ ዝቐነየ ዛዕባ ሒዝናልኩም ቐሪብና ኣለና እንሆ ምሉእ ትምድላው ከም ዝስዕብ ተዋዲዱ ኣሎ ሰናይ ምክትታል ማሕበር ልምዓት ትግራይ ኣብ ምንጋጋ ዛብ ወታደራዊ ስርዓት ደርግ ንመላእ ኢትዮጵያ ጨቂኑ ሰንሰን እንተብላ ትግራይ ልዕሊ ሃገራ ዓለም ጸልሚትዋ ደቂ ኣብ ዘዝወፈርዎ ዝሕረድሉ ደናግላ ኣብ ዘዝወዓሎ ዝድፈራሉ ዘመን ነጊሱ ደልሃመት ጸላም ደጊሱ ዓማውቲ ተሳቀየት ትግራይ ብህይወት ብስነ ልቦናን ጥሜትን ትረግፍ ነበረት። ኣዝዩ ኣሰቃቒ ዝነበረ ድማ በቢ ሓሙሽተን ዓሰርተን ዓማውቲ እናቖፀረ ዝመፅእ ሓደገኛ ድርቅን ንዕኡ ስዒቡ ዝላበድ ሕማምን ነይሩ። ኣብዚ እዋን እምበኣር ኣብ ሃገረ ኣሜሪካ ዝተረኸቡ ተጋሩ መናእሰይ ትግራዋይ ተኣኪቡ ክቃለስን ከልምዐን ከም ዝኽእል ኣሚኖም ማሕበር ልምዓት ትግራይ ትበሃል ትግራዊት ማሕበር ዝመስረቱ ኩሉ ትግራዋይ ዝኣምነላ ሃይማኖትን ፖለቲካን ከይፈለየ ዝሕቆፈላ ማሕበር ኮይና ኣብ ትግራይ ዝከኣል ኩሉ ገይራ ብፍላይ ድማ ዓበይቲ ትካላት ዓለም ዝመናጠልኦም ፍሉያት ከዋኽብቲ ኣብ ቀላሚኖን ኤምኣይትን እናፍረየት በብዓመቱ ኣብ መድረኽ ዓለም ስም ትግራይ ደሚቑ ንክጽዋዕ እናገበረት ጸኒሓ እያ። እታ ትማሊ ኣብ ዝኾነ ኣድማስ ዓለም ይሃሉ ብማዕረ ድምፂ ዘለዎ ኩሉ ዝውፈየላ ዝነበረት ማሕበር ልምዓት ትግራይ ሕዚ ኣብ ምንጋጋ ጸላእቲ ኣትያ ብዙሓት ፈተውታን ደገፍታን ኣብ ሓያል ሓዘን ይርከቡ። እንታይ ኣጋጢሙ እንታይ ከይግበር ኣሎ ማሕበር ልምዓት ትግራይ 17 ሚያዝያ 2017 ዓመተ ምህረት ሓፈሻዊ ጉባኤ ክተካይድ ናብ መላእ ትግራይ ፃውዒት ኣቕሪባ እቶም ዝመፁ ግና ናይ ኩለን ወረዳታት ትግራይ ኣመሓደርትን ካልኦት ካድረታት ህወሓትን ዝተወሰኑ ኣባላት ኣሉምናይ ቀላሚኖን ኤምኣይስን መራሕቲ ፖለቲካዊ ውድባትን ውልቀ ሰባትን እዮም። እቲ ቁፅሪ ናብ መን ከም ዘዛይድ ፍሉጥ እዩ። ምኽንያቱ እቲ ንሕንሕ ህወሓት ካብ ልዕሊ ቴስዓ ወረዳታት ዝኣከበቶም ካድረታት ምስቶም ካብ ዓሰርተታት ዘይበልፅ ቁፅሪ ዘለዎም ማሕበረሰብ ማሕበር ልምዓት ትግራይን ውድባትን እዩ። እቲ ውጥጥ ዝጎልሀ ማሕበር ልምዓት ትግራይ ውድብ እንትዕረ ትዕሪ ውድብ እንትፈርስ ትፈርስ ክትከውን የብላን ካብ ኢደ ፖለቲካዊ ልባስ ናፃ ንግበራ ዝብሉ ሓሳባት ምስ ወሓዙ እዩ እታ ኩለን ትካላትን ክብርታትን ትግራይ ጓሕጒሓ መጋበሪ ሕመቓታ ገይራ ተጋሩ ክብርን ሓድነትን ክስእኑን ኣብ መላእ ዓለም ክዋረዱን ዝገበረት ህወሓት ከም ጎንደራ ኣብ መዓንጣ ሃይማኖታውን ወታደራውን ትካላት ኣትያ ኣብ ክልተን ልዕሊኡን ምግማዓ ከይኣክል ኣብታ ብሕታዊት ሃብቲ ትግራይ ዝኾነት ማሕበር ልምዓት ትግራይ ምሉእ ኢዳ ሰዲዳ ትዳለወሉን ዘላ ናይ ጥፍኣት ፃውዒት ኩናት መጋበርያ ክትገብር መላእ ካድርኣ ጸዊዓ ኣብ ሓወልቲ ሰማእታት ኮመረቶ። ካብ ኣዲስ ኣበባን ካልኦት ከባብታትን ትዕዝብቲ ዝመጹ ሰብ መዚ ክሳብ ዝገርሞም መራሕቲ መድረኽ እናተጨወዩ ጉባኤ ማሕበር ልምዓት ትግራይ ጉባኤ ህወሓት ኮይኑ ቀጸለ። ከካብ ወረድኡ ዝመፁ ካድረታት ካብ ቤት ጽሕፈት ህወሓት ተጻሒፉ ዝተዋህቦም ስም ዝርዝር እናሸምደዱ ምጥቋም ጀመሩ። እዚ ባህ ዘበሎም ተሳተፍቲ እቲ ጉባኤ ዝኾኑ ሰብ ዞባ ደቡብ ኣባላት ኣሉምናይን ገለ ውድባትን ፈለማ ሌባ ሌባ ድሓር ከዓ ዘባን ስዋኣት እናበላ ዘጉርዓ መራሕቲ ወረዳን ካድረታትን ጥሒሶም ካብ ኣዳራሽ ጠቕሊሎም ወፁ። ንጉባኤ ማሕበር ልምዓት ትግራይ ክዕዘቡ ካብ ፌዴራል ዝመፁ ሰብ መዚ ተቆፃፀርቲ ገበት ሰናይ ትካላትን ማሕበራትን እቲ ጉባኤ ክቋረፅ ሓሳብ ኣቕሪቦም ነይሮም እቶም ተዓዘብቲ እቲ ጉባኤ ሕግን ስርዓትን ስለ ዘይተኸተለን ብፖለቲከኛታት ይዕብለል ምህላው ስለ ዝተዓዘብናን ክቋረፅ ወሲንና ኣለና ብምባል ነቲ ጉባኤ ክቋረፅ ሓቲቶም ነይሮም ተቐባልነት ብዘይምርካቡ ግን እቲ ጉባኤ ቐጺሉ ንሶም ከዓ ነቲ ጉባኤ ኣቋሪጾም ወፂኦም ኣብ መወዳእታ ካድረታት ህወሓት በይኖም ምስ ተረፉ እቶም ቀዲሞም ንካድረታት ዝሰሃቦም ስም ዝርዝር እናተፀርሐ መራሕቲ ቦርድ ማሕበር ልምዓት ትግራይ ክኾኑ ተገበረ። ማሕበር ልምዓት ትግራይ መሊኣ ተጨውየት። እቶም ቀዲሞም ንካድረታት ብጽሑፍ ዝተዋሃቡን ዳሕራይ ዝተመርጹን እንመን እዮም? ሓላፊ ቢሮ ትምህርቲ ዶክተር ኪሮስ ጉዑሽ 267 ድምፂ ብምርካብ ዶክተር ኣልጋነሽ ተሰማ 263 ድምፂ ብምርካብ ዶክተር ሓየሎም ገብረ እግዚኣብሔር ክልተ ሚእትን ሓምሳን ሸውዓተን ድምፂ ብምርካብ ዶክተር ጸጋይ በሪሁ ክልተ ሚእትን ሓምሳን ሓሙሽተን ድምፂ ብምርካብ ዶክተር ምሕረት በየነ ክልተ ሚእትን ኣርባዓን ትሽዓተን ድምፂ ብምርካብ ዶክተር ኣማኑኤል ሃይለ ክልተ ሚእትን ኣርባዓን ሸሞንተን ድምፂ ብምርካብ ፕሮፌሰር መረሳ ፀሃየ ክልተ ሚእትን ኣርባዓን ኣርባዕተን ድምፂ ብምርካብ

ዶክተር ለኣከ ዕቑባይ ሚእትን ሰማንያን ክልተን ድምፂ ብምርካብ ንቐፀልቲ ሰለስተ ዓመታት ኣመራርሓ ቦርድ ማሕበር ልምዓት ትግራይ ኮይኖም ከገልግሉ ተሓርዮም ኣለዉ ይብል ኣባላት ቁፅፅር ኮሚሽን ማሕበር ልምዓት ትግራይ ኮይኖም ዝተሓረዩ ድማ ኣይተ ኣለምሰገድ ከበደ 262 ድምፂ ብምርካብ ዶክተር የማነ ገብረ ሚካኤል 227 ድምፂ ብምርካብ ኣይተ ናሱር መምሑር 222 ድምፂ ብምርካብ ኣይተ መሓሪ ገብረ ኣናንያ 189 ድምፂ ብምርካብ ኣይተ መኮንን ወልደ ማርያም 182 ድምፂ ብምርካብ እዮም ነዚ ስዒቡ ብዙሓት ነጠፍቲ ማሕበራዊ ሚድያን ቀወምቲ ኣባላት ማሕበር ልምዓት ትግራይን መረረቶም ይገልፁ ኣለዉ ኣባልነቶም ካብ ሕዚ ጀሚሩ ከም ዝስርዙ ድማ ኣፍሊጦም መን እንታይ በለ ብዝብል ክንዛዝም ነጣፊ ማሕበራዊ ሚድያን መስራቲ ሚድያ ቲኤምኤችን ኣሉላ ሰሎሞን ናይ ኩለን ተሓሚሳት ምንጪ ብሔረሰብ ህወሓት ንምፍጣር ዝግበር ግብግብን ዝኾነ ትካል ንሕና ክንቆፃፀሮ እንተዘየለ ግን ይዓኑ ዋላ ፀበል ኣቡነ ኣረጋዊ ዝብል ህወሓታዊ ኣተሓሳስባን እዩ ጸጋ ዘኣብ ኣቦጊዳ ማለት ካብ መተሓዳደሪ ደንቡ ወፃእ ኩሉ ጉባኤተኛ ዘይተሳተፈሉ ብዕሊ ትካላውነቱ ሃደሽደሽ ኢሉ ኣሎ መሕዘን እዩ ብዙሕ ሰብና እዚ ትካል ካብ ሃልኪ ፖለቲካ ናጻ ኮይኑ ዝከኣሎ ኩሉ ከበርክት ትጽቢት ኣብ ዝግበረሉ ኩነታት ብዕሊ ኣብ ኢድ ሓደ ክንፊ ውዳበ ወዲቑ ንህዝብና ተስፋ ቁሪጽዎ ኣሎ። ውድባት ትግራይ ዕላዊ መግለጺ ክባ ትጽቢት ይግበር። መላእ ተወከልቲ ዞባ ደቡብ እውን ኣይተቐበልዎን። ሕብረት ሓፋሽ ማሕበራት እውን ነጺገኖ እየን። ኣልሙናይ እውን ተመሳሳሊ ግደፉ ኣካይዳ እንተበለ ሰምዖ ስኢኑ መስርሕ ብዕሊ ተጣሒሱ እዩ። ብሓፈሻ ኣብዚ ጉዳይ ብፍላይ ኢንጂነር ታደሰ የማነ ዕላዊ ዝኾነ መግለፅን ቅዋምን ክትህበሉ ዝግባእ ጉዳይ እዩ። ኩሉ ህዝቢ ብማዕረ ትካሉ ክቐጽል ትጽቢት ኣብ ዝግበረሉ ኩነት ከምዚ ዓይነት ሽመት ቦርድ ኣባላት እቲ ትካል ምርኣይ ናይ ብሓቂ ህዝብና ቆጢዑዎ ኣሎ። ዳንኤል ብርሃነ እዚ ስሱዕ ጉጅለ ንማሕበር ልምዓት ትግራይ የፍርሳ ድዩ ዘሎ? ንትግራይ መሊኦም ከጥፍኡ ወሲኖም ኣሎ ማለት እዩ። ጉዕሽ ቢሃውከ ዮም ኣይተኣልምና ወኪለ ኣብ ጉባኤ ሕውየትን ተስፋን ተሳቲፈ ብለኩም ትግራይ ብዓይነ ይርእያ ሕውየታ ኣይረአየኒ ተስፋ ይረአየኒ ዝገርመኩም ከይትወፅእ ስርዓት ግበር እናበለ ዝፀንሐ ካድረ ወይዘሮ ሮማን ገብረስላሴ ረጊፀን ክወፃ ከለዋ ብሕመ ይበለን እምበር ስርዓት ዞባታት ኣግሊሉ ተኻይዱ እዚ ግን ከም ህወሓት ኣይኮነን ከምቲ ህወሓት ኣነ ዘይመርሖ ትካልን ዓድን ገደሉ እቶ ትብሎ ህወሓት እትመርሖ ትካል ገደሉ እቶ ካብ ሎሚ ጀሚሩ ሓፋሽ ንማሕበር ልምዓት ትግራይ ምድጋፍ ጠጠው ከብል ኣለዎ። ጋዜጠኛ ሊቀ ሊቀ ዜና እቲ ነውሪ ናብ ማሕበር ልምዓት ትግራይ እውን ለጊቡ ኩሉ ነገር ኣብ ጽባሕ ደማዊ ኩናት ክመጽእ ንጽበዮ እዩ እቲ ዝሓለፈ ደማዊ ኩናት ስለ ዘይምለስ ኣቱም ነውራማት እውን ኣይትምለሱ ትግራይ ትብርኽ በረከት መኮንን ከዓ ኣነን ንስኹምን ስለ ማሕበር ልምዓት ትግራይ ክንውስን ዘይንኽእል ዋላ ሓንቲ ቦታ ዘይብልና ኣብ ጎስጓስ ምእካብ ገንዘብ ጥራይ እንድለይ መማልኢ ወፍርታትን መንጨብጨብትን ምዃንና ምፍላጥ የሕዝንን የጉህን። ዋላ ግን ዋላ የስምዑና ማሕበር ልምዓት ትግራይ ናይ ህዝቢ እያ። ካብ ፖለቲካ ሓራ ክትወፅእ ድማ ኣለዋ። ኩሎም ፖለቲከኛታትን ውድባት ፖለቲካን ካብ ማሕበር ልምዓት ትግራይ ኢዶም ከልዕሉ ንቃለስ። ኣብዚ ጉዳይ ተወዲኡ ምስ ዝሰርሕ ኩሉ ብሓባር ክቃለስ ድልዎ እየ። ሓላፊ መንገድን ትራንስፖርትን ትግራይ ታደለ መንግስቱ ድማ ንዝሓለፉ ሰለስተ መዓልትታት ኣብ ኣዝዩ ዓብዪ ናይ ተጋሩ ጉባኤ ክሳተፍ ጸኒሐ ሕጂ ግን ኣብ መበል 12 ሓፈሻዊ ጉባኤ ማሕበር ልምዓት ትግራይ ክወፅእ ዝወሰንኩሉ ምኽንያት ኣብ መንጎ ተሳተፍቲ ብንጹር ናይ ዕላማ ሓድነት ዘይምህላው ስለ ዝተዓዘብኩ እዩ ግን ከም ኣባል ማሕበር ልምዓት ትግራይ ኮይነ ክቕጽል እየ ካብ ሻምናይ ክፍሊ ጀሚሮ እውን ኣባል እየ ነይረ ኣብቲ ስብሰባ ንከይስማዕምዑ ዝተስማዕምዑ ፖለቲካዊ ዕላማ ተሸኪሞም ዝመፁ ፀረ ትግራይ ዝኾኑ ሓይልታት ካብ ምርኣይ ንላዕሊ ዘሕዝን የለን ካልእ ኣብ ዩኒቨርሲቲ መቐለ መምህር ሸዊት ውዳሴ እማን እዩ ኣብቲ ሎሚ ዝተዛዘመ ናይ ማሕበር ልምዓት ትግራይ ጉባኤ ውድብ 100 ፐርሰንት ስሒራ እያ ብዓወት መሰስ ኢላ ብሕታዊ ሽግሩ እቲ ጉባኤ ሕጋዊ ዘይምንባሩን ነቲ ትካል ምሉእ ብምሉእ ፍቓዱ ከሰርዞ ዝኽእል ምዃኑን ጥራሕ እዩ ማሕበር ልምዓት ትግራይ ቀቲልኩምዋ መጀመርያ ህዝባዊ ተቐባልነት ኣስኢንኩምዋ፣ ሕዚ ድማ ሕጋዊ ስብእና ይሕዝን። የማነ ካሳ ካብ ሳወት እወ ውድብ ስዒራ እወ ውድብ ንሓቅን ጸረ ጉሕለትን ስዒራ እወ ውድብ ነታ ሓንቲ ዝሓሸ ህዝባዊ መሰረት ዝነበረት ትካል ጸለሎ ክተልብስ ስዒራ። እወ ውድብ ንትካላት ብሔራዊ ስምረት ስዒራ። ውድብ ንመንኸ ዘይሰዓረት እቲ ዓዳሊ ሌብነት ሌባ ኢሉ ዝዛረበላ እቲ ስርዓት ዘይብሉን ጸረ ስርዓትን ስነ ስርዓት ኢሉ ነቲ ናይ ስርቅን ጉሕለትን ጉልባቡ ክቕንጥጦ ንዝፍትን ከሸቑርር ዝፍትን ጋህታፍ ዝነግሰላ ዓዲ እወ ውድብ ስዒራ ተዓዋቲት ጽዋዕ ድንቁርና ድማ ኮይና ነበር ፕረዚደንት ግዜያዊ ምምሕዳር ትግራይ ኣይተ ጌታቸው ረዳ ኣብዚ ጉዳይ ዝሃብዎ ርእይቶ ኣሎ ማሕበር ልምዓት ትግራይ ኩሉ ትግራዋይ ትግራወይቲ ብልቢ ከም ናቱ ካብ ዝቆፅሮም ትካላት ሓደ ሓድነት ተጋሩ ኣብ ምርግጋጽ እውን እቲ እንኮ ትካል እዩ። ጉጅለ ድሕረት ነዚ ትካል እውን ከም ድሌቱ ክዝውር ዘለዎ ደረት ኣልቦ ድሌት ብዕሊ ናይ ሞትን ሕየትን ዓገርገር ክገብር ምርኣይ ዘሕዝን እዩ። ሓድነትና ዘገድሶ ኩሉ ወገን ብዕቱብ ክነጽጎ ይግባእ። ዓገብ ንበል። እዚ ጉጅለ እዚ ዝተረፋና ትካላት ከም መራስሕ ዕድል ክወሃቦ የብሉን። ኣብ መወዳእታ ኣካቢ ቦርድ ማሕበር ልምዓት ትግራይ ኢንጂነር ታደሰ የማነ ዝበሎ ሰሚዕና ክንዛዙን ድሌት ኣፈላላይ ይሃለወና ማሕበር ልምዓት ትግራይ ናተይ ናትኩም ናትና እያ ምእንተ ቐጻልነትን ዕብየትን ማሕበርና እናተኸታዕና ሓገዝና ነበርትዕ ዝብሉን ካልኦት ብርክት ዝበሉን ተጻሒፎም ኣለዉ ንሎሚ በዚ ክንዛዝም ቀጻሊ ዝህልው ምዕባለን ሕጋዊ መንገድታትን እናተኸታተልና ክነቕርበልኩም ኢና። ሓሪኹም ስለትከታተሉና ኣዚና ነመስግን። መደባትና ቀልጢፎም ክበጽሕኹም ላይክ፣ ሸር፣ ሳብስክራይብ ብምግባር ቤተሰብ ኩኑ።